ናብቲ ጉዳይና ክንከይድ ማለት እዩ ንሕጂ ኣኣ፣ ናበይ ኢና ንኺድ ትብል ዘለኻ ስቕ ኢልካ ስዓበኒ እንታይ ሰላሳ ዓመት ኢሰያስ ንኺድ ኢልካ ስቕ ኢልካ እንዲኻ ኸድካ ስቕ ኢልካ ጥራሕ ስዓበኒ ኣብ ሓደ ገለ ክንውድእ ኢና ኣብ ዝኾነስ ክንበጽሕ ኢና ወይ ክንበጽሕ ኢና ወይ ከኣ ሳክት እንዳተጓዓዝና ክንነብር ኢና እምበር ንኺድ ደኣ ሰላሳ ዓመት ኢሳያስ ንኺድ ኢልናስ ኣብ መወዳእታ ኣብ እንዳ ደብረጽዮን ወዲእና ንምሸቱሲ ከድና ከድናስ ሃገር ምልእቲ መጀመርታ ናብ ኣበይ ሒዝና ከይዱ ኢሳያስ ብድሕሪኡ ሕጂ ናብ መንሽው የኹልለና እኮ እዩ ዘሎ ኢሳያስ ንሕና እዩ ዘይተረዳኣና እምበር ኢሳያስ ይዛወር እዩ ዘሎ ምሳና ብየእምርኡስ ፋንጣዝያ እንዳገበረ ኣቶ ኢሳያስ ይዛወሩ እዮም ዘለዉ እዞም ሰብኣይ ተሪእኹሞ ሕጂ ሕጂ ኢሳያስ ናበይ ወስደና ናብ ኣብ ወሲድና ንኺድ ጥራሕ ኢልና ንሕና ኸኣ ኦይ ንኺድ ጥራሕ ይብሉ ኣለዉ መንግስትና እሞ ክንስዕቦም ኢልና ኺድና ኬድና ኼድና ኼድና ኼድና ኼድና ኣዲስ ኣበባ ደቕዲቕና ሓድሽ ኣበባ ማለት እዩ ምስ ኣይተኣብ ኮይኖም ብድሕሪኡ ከዓ ንኺድ ንኺድ ኢሉ ከዓ መሊሱ ከዓ ሕጂ ከናበይ ከይዱ ንትግራይ ከዓ ሒዝና ከይድ ኣሎ ሕጂ እንታይ ዝብለካ ዘለኹ እዚ ኩሉ ዓመት ሲ ፅቡቕ ዕድል ክንገብር ግን ከምዚ ሓደ ጸሓፋይ ኣብ መጽሓፉ ዝበሎ ዕድል ክንገብር ናይ በዓል ናይ ኢሳያስ ጭርሖ ናይ ኢሳያስ መርገጽ እንታይ እዩ ኣካይዳና ኣካይዳ ኣባጎብዩ እዩ ሕጂ ዕድል ክንገብርሲ እንቋዕ ከም ኢራብ ኣይዘለልና ከም ኢራብ ተንዘልል ነርና ቀደም ሃገርን ምልእትን ሙሉ ሙሉ ተሰኽቲትና ኣብ ጉድጓድ መውጽእ ዘይብልና ምተረፍና ነርና ጽቡቕ ነገር ኸንጎብዮ ስለ ንኸይድ ሙማት ኣይተርፍን ዩ ግን ኣብ ነዊሕ ኢና ንመውት ሕጂ ኣፍቲ ከይድስ ምናልባት ዝኮነ ክፍጠር እካኣል ዩ ባይ ዘ ወይ ጎብየ ትፈልጡ ኢኩም ምሽ ነዊሕ ዕድመ ዩ ዘለዎ ስቅ ኢሉ ኣይኮነን ኢሳያስ ብጎብየ መሲልዎ ጉዳያት ኢሳያስ ኣብ ዓርኪ ንምሸቱ ኢሎምኻ ሰለስተ ሚእቲ ዓመት ውን ክጸንሕ ይክእል ኢሎምኻ ከም ጎብየ ጎብየ ስቅ ኢሉ ዩ ነዊሕ ዓመት ዝጸንሕ ኢሎምኻ ሕጂ እንታይ ክብለኩም ደልየ መወዳእታ ወዲ ኣፌ ዓርከይ ወዲ ኣፌ ሕጂ ሌዘር ተዋሂቡ ኣሎ ብቐዳማይ ይርኦ ነይረ ሰብኣይ ሌጋ እንተያ ሌጋ እንተብል ነይሩ ንምሸቱ ንኹላ ሰብ ጃኬታን ካቦታን መንጢሉ ካቦት ክደን ኣሎ ኣቦና ኢሳያስ ድሓን ካቦት ሂብና እታ ዓዲ ብሰላም ተዝገድፋ እውን ፅቡቕ እዩ ንገርዎ ኢኹም ድደለየ ዓይነት ታካ ታይካትሉ ባድላ እውን ክንህቦ ንኽእል ኢና ተረዲእካ ኣለኻ ዶ? ጥራሕ እታ ዓዲ እተሓበረና ክእ እንተኾይኑ ማለት እዩ። ብዝኾነ ናብቲ ጉዳይና ክንከይድ ኤሪትሪን ዓርከይ። ካልእ ሓንቲ ክነግረኩም ኣብዚኣ ንእግረ መገደይ ነዞም መንእሰያት ከም ሓውሲ ምሻሎ ናይ ኣሕዋት ታይ ድበሃል ከም ሓውኹም ከም ገዲም ተጋዳላይ ኣብዚ ሜድያ መጠን ኣብ ሜድያ ገዲም ተጋዳላይ እንዲ ኣነ ሕጂ ገሌኽን ተሓቢእክን ከለኽን ኣብ ጉብጥሽ ካብቶም ወፂናስ ባቃ ጀመርቲ ሰውራ ኣነ ሕጂ ናይ ማሕበራዊ ሜድያ ብፍላይ ኣብዚ ናተይ ክሊ ዕድመ ሲ እድሪስ ዓዋተ ዓይነት እየ ጌርካ ሕሰቦ ባቃ እድሪስ ዓዋተ እየ ኣነ ማሲ ጀማሪ ሰውራ ናይ ሜድያ ናይ መንእስያት ተገ- ተበልካንስ ዘኽፋ ኣይኮነን ምስቲ ክስታይ ማለት እዩ ሕጂ አ፣ ነቶም መንእስያት ኣሕዋትና እ፣ እዚ ማሕበራዊ ሜድያ ከም ብርቱዕ ሓሽሽ እዩ። ሕጂ እንድሕር ደኣ ብግቡእ ዘይተጠቀምካሉ መስዋእቲ መውጋእቲ መቑሰልቲ፣ ስንክልና፣ ከምዚ ዓይነት ሽግር ኣሎ። ምኽንያቱ ኣብ ማሕበራዊ ሚድያ ቡምባ ኣሎ፣ ፈንጂ ኣሎ፣ ታንኪ ኣሎ፣ ብሬን ኣሎ፣ ዶሽኳ ኣሎ፣ ኩሉ ኣሎ። ሕጂ ከም በዓል እዚ ኢሳያስ ዘይፈልጦ ንኢሳያስ ግን እሱ ዝፈልጦ ኣሕዋት ከዓ ደቂ ሃገር ከዓ ኣለውና። ሕጂ ከም በዓል ዝሓውና ዝፅሕፈልና ዘሎ ንኣብነት ኢሳያስ ነዚ ሓውና ኣይፈልጦን እዩ ብዛዕባ እዚ ሰብ እዚ ኣይግደስን እዩ ነዚ ሰብ እዚ ወላ ሓንቲ ገይርሉ ይፈልጥን እዩ ባቃ እዚ ሓውና ግን ብጣዕሚ እዩ ዘፍቅሮ ሕጂ ካብ ሚሕር ፍቅሪ ዝተላዕለ ከምዚኦም ኣሕዋት እውን ኣለዉ ማለት እዩ ኣብዚ ማሕበራዊ ሚድያ ሕጂ ባቃ ንኢሳያስ ከም ነቢ ይሪእዎ የምልኽዎ ገለ ባ- ዕጋል ግን ናቶም ክስታይ ሕጂ ኣብ መወዳእታ እንታይ እየ ዝብለኩም ዘለኹ መሲልኩም፣ እቲ ማሕበራዊ ሜድያ እንድሕር ድኣ ብግቡእ ክትጥቀምሉ ዘይትኽእሉ ኮንኩም ዘሸግረኩም ኮይኑ ግድን ኣይኮንካን ወጺኻ ክትዛረብ በቃ ኣፍካ ሒዝካ ስቕ ክኣሎ እንድሕር ዘይትኽእሎ ኮንካ ስቕ ትብል እንተዘይኮይኑ ግን ቀጻሊ እንድሕር ናብዚ ማሕበራዊ ሜድያ ተመላሊስኩም ምስ ግዜ ማሕበራዊ ሜድያ ልክዕ ከም ውቅያኖስ ጌርኩም ሕሰብዎ ከም መርከብ ታይታኒክ ድማ ከስጥመኩም ይኽእል ስለዚ ቅድሚ ክትሕምብስ ምሕሳብካ ሓምቢስካ ክትክእል ኣለካ። ስለዚ ንእግረ መገደይ ነቶም መንእስያት ኣብ ዕስራን ሓደን ክፍለ ዘመን እንታይ ኢለኩም ነይረ ዝሓለፈ ኣብ ዕስራን ሓደን ክፍለ ዘመን እቲ ዝዓበየ ሕማም ኣቴንሽን ምድላይ እዩ፣ ኣቓልቦ። ሕጂ ኩሉ ሰብ ብተፈጥሮ ወዲ ሰብ ኣቓልቦ ይደሊ እዩ። እዚ ዘለናዮ ዘመን ግን ክቱር ድልዮት ድሌት ኣቓልቦ ዘለዎ ዘመን እዩ። ሕጂ ነዚ ኣቓልቦ እዚ ድማ ናብ ማሕበራዊ ሜድያ ኣምጺኡ መዓት ነገር ከም ትገብር ገብረካ በርከ እቲ ድሌት እዩ ዝህውጸካ። ስለዚ እትዮም መንእሰያት ኣሕዋትና ንእግረ መንገድኹም እንተተጠንቆኩም ዝሓሸ እዩ። ንእግረ መንገድኹም ካብ ኣርሰናልን ማንቸስተርን ደገፍቲ ኣርሰናልን ደገፍቲ ማንቸስተርን ምዃን እውን ተጠንቀቑ ንጥዕናኹም ክትብሉ ምኽንያቱ ማንችስተርን ኣርሰናልን እውን ከም ርእሱ ዝኸኣለ ኣብ ካብ ሕማማት ማንችስተርን ኣርሰናልን ዝበሃል ሕማም ካብቶም ቀተልቲ ኣርባዕተ ዓይነት ሕማማት ሓደ ማንችስተር ኣርሰናል ዝበሃል እዩ እዚ ክልተ ዓይነት ሕማም እዩ እዚኦም ክልተ ዓይነት ሕማማት እዚኦም ቀተልቲ እዮም ሕጂ ካብ ማንችስተርን ኣርሰናልን ዝበሃሉ ሕማም እውን ነብስኻ እንተሓለኻ ፅቡቕ እዩ ምክንያቱ ኣንቲባዮቲክ ወይ ድማ ፀረ ናቶም መድሃኒት ኣይተሰርሐን እዚኦም ሕማማት እዚኦም እንታይ እዮም? ከምዚ ሓንቲ መዓልቲ የሐጉሱኻ ዝመጽእ ዓሰርተ ክልተ ወርሒ ድማ የጉህዩኻ ማለት እዩ። ስለዚ ካብዞም ክልተ ሕማማት እዚኦም ከኣ ብጣዕሚ ክትጥንቀቑ ኣለኩም። ብፍላይ መንእሰያት ኣርሰናልን ማንቸስተርን ዝበሃል ናብ ውሽጥኹም ኣብ ተእትዉሉ ሰዓት ፈጺሙ ንዑ ዝኸውን መከላኸሊ የለን። ሓንሳብ እንድሕር ኣቲካ ድማ ንክወጸልካ ዘመናት እዩ ዘሕልፍ። እዚ ሕማም እዚ እንታይ ምልክታት ኣለዎ? ንኣብነት ክስመዓካ ክጅምር ከሎ ጣውላ ትሰብር፣ ብኬሪ ትሰብር፣ ምስ ሰበይትኻ ትበኣስ፣ ማይ ከይሰተኻ ትቕኒ መግቢ ዘይትበልዓሉ እዋን እውን ኣሎ መግቢ እውን ይኽልክለካ ምናልባት ሓደ ሓደ ግዜ ሰባት እውን ክትሃርም ክትፈግእ ትኽእል ሕጂ እቲ ምልክታት እዚ እዩ ሕጂ እቲ ምልክታት ክጅምር ከሎ ከዓ ፍቕሪ እዩ ዝብል ደገፍ ፍቕሪ ስምዒት ገለይ ዝብለካ ከምኡ ዘታለካ እቲ ሕማም ስለዚ በጃኹም መንእስያት ካብ ማንቸስተርን ኣርሰናልን ዝበሃል ሕማማት ተጠንቀቑ ነብስኹም ሓልዉ ዕድመ ንእስነትኩም ከይተባኽኑ መብዛሕትኡ ግዜ ናብ ጽላለ ገጽኩም ከይትኸዱ ማለት እዩ ካልእ ናብቲ ናይ ፖለቲካ ዓድና ክንከይድና ፖለቲካ ዓድና ጽምዶ እዩ ጽምዶ ንኹላ ንኹላትና ጸሚድና ኣሎ በብወገኑ ከዓ ሰብ ይጽመድ ኣሎ ማለት እዩ ሕጂ እዚ ጽምዶ እንታይ እዩ ባቃ ሕጂ ንኣብነት ክልተ ብዕራይ ጸሚድካ ግራት ሓሪስካ እኽሊ ተኦቲ ኢኻ ጽምዶ ናይ መራሕቲ ቀርኒ ኣፍሪቃ ከዓ ንክልተ ህዝብታት ጸሚድካ ከመይ ጌርካ ኣብ ኩናት ኣእቲኻ መንእሰያት ተኾስትር እዩ። ሕጂ ጸምዶ ማለት ትርጉሙ ብመራሕቲ ቀርኒ ኣፍሪቃ ከመይ ጌርካ ንመንእሰያትን ንህዝብን ንሃገርን ኣብ ኩናት ጸሚድካ ከመይ ጌርካ ተህልቆም ከመይ ጌርካ ናይ ኩናት ከመይ ጌርካ ናብ ኩናት ትኣቱ ከም መራሕቲ ቀርኒ ኣፍሪቃ ጌሩ ዝኽእሎ የለን ከመይ ጌርካ ምዕባለ ተምጽእ ከመይ ጌርካ ዓድኻ ትቕይር ከመይ ጌርካ ህዝብኻ ሰላም ከም ዝረክብ ትገብር ከ ከም መራሕቲ ቀርኒ ኣፍሪቃ ጌሩ ዝጸልኦ ሰብ የለን ኣብ ዓለም ሕጂ እዚኦም ናይ ቀርኒ ኣፍሪቃ መራሕቲ ነዚ ጀነሬሽን እዚ ክጠቕምዎ ከም ዘይክእሉ ዝሓለፈ እዋናት ርኢና ኢና። ኣብዚ ናይ ኤርትራን ኢትዮጵያን ነዚ መን ኢኻ ትብሎ ናይ ትግራይን ዝግበር ዘሎ ጽምዶ ድማ ሰለስተ ዓይነት ተጻመድቲ እዮም ነቲ ጽምዶ ዝቃወምዎ ሰባት ክነግረኩም እየ እቶም ሓደ ክቱር ጽላኣት ትግራይ ኣለዎ ሕጂ እዚኦም ንነዊሕ ዓመታት ነቲ ኣብ ኤርትራ ዘሎ መንግስቲ ወይ ስርዓት ብጽልኢ ተጋሩ እዮም ዝድግፍዎ ሕጂ ንተጋሩ ስለ ዝጸልኡ ነቲብ ኤርትራ ዘሎ መንግስቲ ወይ ስርዓት ይድጉፍዎ እዚኦም ናይ ውሽጦም ቂም ምስ ህዝቢ ትግራይ ክንብሎ ንክእል ምስ ወያነ ክንብሎ ንክእል ዝጸንሖም ሰባት እዮም ሕጂ ኩሉ ግዜ ሰላም ናይ ትግራይን ናይ ህዝቢ ኤርትራን ተመጺኡ እዞም ሰባት እዚኦም ንህዝቢ ኤርትራስ ኣይጠቕሞን እዩ ብከምዝን ከምዝን ምክንያት ኢሎም ኣይኮኑን ዝቃወምዎ ምክንያቱ ኣብ መንጎ ህዝቢ ኤርትራን ህዝቢ ትግራይን ሰላም ተመጺኡ ምኽንያቱ ብሰንኪ መልሓሶምን ድንቁርንኦምን ምስ ህዝቢ ትግራይ ይኹን ምስ ህዝቢ ኤርትራ ብዙሕ ፋወል ዘለዎም ሰባት እዮም። ሕጂ ኩሉ ግዜ እዞም ሰባት እዚኦም ሰላም ንዕኦም ፌሮ ማለት እዩ። ኣብቲ ኩናት ከኣ ይረብሑ ይኾኑ ከኣ nobody knows እዚኦም እቶም ሓደ እዮም። ግን ነቲ ስርዓት ከም ዝድግፍዎ እዮም ንዓመታት ነቲ ስርዓት ሕጂ እንታይ እዮም ዝገብሩ እዚኦም ብዋጋ ናይ ህዝቢ ኤርትራ ብዋጋ መንእሰይ ኤርትራ ኣብ ልዕሊ ወያነ በሎ ኣብ ልዕሊ ትግራይ በሎ በቃ ሕነ ክፍደ ዝደልዩ ዓይነት ጉጅለ ሕጂ እዞም ጉጅለ እዚኦም ኩሉ ግዜ እንታይ እዮም ዝደልዩ መሲልኩም ሰላም ክህሉ ኣይደልዩን እዮም እቶም ካልኣይ ድማ ናይ ኤርትራ መንግስቲ ወይ ድማ እቲ ናይ ኤርትራ ስርዓት ዋላ ንየመን እንድሕር ወሲድዎም ዋላ ንጠፈር እንድሕር ወሲድዎም ዋ- ንጠፈር እኮ ይወስዶምን ኢንፋክት ዋላ ንገሃነም እሳት እንተወሲድዎም ንኽትጸድቁ ኢለ እየ ዘንድደኩም ዘለኹ ኢሉ ኣብ ሓዊ እንተሰኽቲትዎም ጎይታናን መራሒናን መድሓኒናን ኢሳያስ ንኸድሕነና ኢሉ እዩ ሓዊ ዘቃጽለና ዘሎ ኢሎም ዝኣምኑ እዮም እዚኦም ድማ ገሊኦም ኣሕዋትና እዮም ቤተሰብና እዮም ገሊኦም ከኣ ሰብ ፍሉይ ረብሓ ኣብቲ ናይቲ ህዝቢ ህዝቢ ኤርትራ ጥራሕ ይጽነት ይጥፋእ እምበር ንሕና ኣይግድሸናን እዩ ዝብሉ እዮም እዚኦም ሕጂ መብዛሕትኡ ግዜ ከምዚኦም ዓይነት ሰባት ምልክታቶም እንታይ ዝበዝሕ ግዜ ዘርእይዎ ምልክታት ናይ ኢሳያስ ስእሊ ልዕሊ ዓቐን ምንብልባል ኣክንዲ ኢሳያስ ኣክንዲ በቃ ኣክንዲ ኢሳያስ ምናልባት እንተኽኢሎም እታ ዘይትድገም ህይወት እውን ንኢሳያስ ክብሉ ክህቡ ድሕር ዘይብሉ ዓዶምን ኣቦኦምን ኣዲኦምን መሬቶምን ግራቶምን ዓውዶምን ዓዶምን ኩሉ ዋላ ይፅነት ምስኡ ጥራሕ ህዝቢ ኤርትራ ይጽነት ዝብል ኣተሓሳስባ ዘለዎም ሰብ ፍሉይ ረብሓ ኣለዉ ዓዲ ናይ ቱ መሬቶም ግራቶም ን ንዖም ምልከት ሕጂ እዞም ሰባት እዚኦም ኢሳያስ እንድሕር ናብ ዝኾነ ወሲድዎም የእምርኦም ምስኦም ስለ ዘየለ ኩሉ ግዜ ንመራሕቶም ኣይሓቱን እዮም መራሒኦም ዝበሎም ድማ ፎሎው ይገብሩ ኢሳያስ ነዚኦም ሒዙ ንዓና ዝተጻወተልና ንከምዚኦም ሒዙ እዩ ቀዳማይ እዚኦም መን እዮም ኢለኩም ብኩቱር ኣምልኮኣዊ ናይ ምምላክ ናይ ምድጋፍ ድሌት ዘለዎም ኤክስትሪሚስት እዮም ሕጂ እንድሕር ደኣ ናብ ትግራይ ወሲድዎም ክኸዱ ይኽእሉ እዮም ጸገም የብሎም እቶም ሳልሳይ ንጽምዶ ዝቃወምዎ ከመን እዮም እሶም ከዓ ኣብዚ ዝሓለፈ እዋን ኣብ ትግራይ ትዕወት ዝብል ፖለቲካ ዝነበሩ ዜጋታት ኣለዉ። እዞም ዜጋታት እዚኦም ከኣ ኢሳያስ ከመይ ጌርኩም ሕሰብዎ መሲልኩም ከምዚ ሓደ ቦስ ወይ ድማ ንፉዕ ኣይደኖ ሓደ ፌመስ ክንብሎ ንኽእል ዋላ ንበል ሮናልዶ እሞ ንበሎ ሮናልዶስ ከምዚ ሓደ ኣፍቃሪቶም ከምዚ ተመንጠሉ ጌርኩም ሕሰብዎ ኣፍቃሪቶምሲ ከምዚ ተመንጠሉ ሕጂ ኣፍቃሪትና ተመንጢልና እዩ ደኣ እቲ ናቶም ሙጉት እምበር ብዛዕባ እቲ ናይ ህዝቢ ኤርትራን ናይ ህዝቢ ትግራይን ገለ ኣይኮነን ሓሳቦም ግን ካብ ትግራይሲ ኢሳያስ ሰበይትና መንጢልና ዝዓይነቱ እዩ እዚኣ እያ እታ ፖለቲካ ናቶም ከኣ ኣብ ትግራይ ተመንጢልና እያ እታ ክስታይ ሕጂ ባቃ መን እዮም ተመንጢሎም ኣይፈልጥን እየ ማሲ ሞንጆሪኖ ድዮም ገሊኦም ሞንጆሪኖ እዮም፣ ገሊኦም ደብረፅዮን እዮም ተመንጢሎም፣ ገሊኦም ገለ። ሕጂ እዚኦም ሓያል ወዲ ድዩ ቦስ ኣብቲ ከባቢ ዓይነትሲ መፅዩ ንዓርኮም ብሓይሊ ከም ዝወሰዳ እዚ እያ ናቶም ምጉት ኣብ መወዳእታ ሕጂ ንሶም ሓሲቦም ዝነበሩ እንታይ እዮም ምስ ሕወሓት ኮንካ ድዩ ዋላ ገለመለ ኮንካ ናብ ኤርትራ ለውጢ ከነምፅእ ታንኪ ሒዝና ክንኣቱ ገለመለ ኢሳያስ ከዓ ቀዲምዎም ባድላ ጌሩ ንክስታይ ኣትዩ ንመን ኢካ ትብሎ ንትግራይ እዚኣ እያ እታ ኢሹ ናቶም ሕጂ ሕጂ ናብቶም ሳልሳይ ደረጃ ክንመጽእ ኢና እዞም ሳልሳይ ደረጃ ከዓ ነዞም ኣቐዲመ ክገልጾም ዝጸናሕኩ ብኽቱር ጽልኣት ናቶም ብሚሕር ጽልእ ናቶም ንኣካይዳ ኢሳያስ ዝፈትዉ እዮም ሕጂ ኣብ ኤርትራ እንታይ ሽግሪ ተፈጢሩ ንደንበ ተቃውሞ እንተጸሊእካ ስቅ ክትብል ከም ዘለካ ማለት ኣነ ደንበ ተቃውሞ ኣይድግፎን እየ እዚ ኢሰያስ ዝኮዶ ዘሎ ከኣ ኣይድግፎን እየ ክትብል እንዳ ከኣልካ ንደንበ ተቃውሞ ጸሊኤሲ ናብ ኢሳያስ ከይደ ይብሉ ሕጂ ከመይ መሲልኩም ነብሪ ከይበልዓኒ ኢለስ ናብ ሓርገጽ ከይደ ከም ምባል ጌርኩም ሕሰብዎ ነብሪ ጸሊኦም ብነብሪ ክብላዕ ኣይደለኹን ኢሎምሲ ናብ መንጋጋ ሓርገጽ ዝኣትዉ ማለት እዩ። እዚኦም ከኣ ናይዚኦም ጽልኢ ጥራሕ እዩ። ኣብቲ ናይ ጽምዶ ፖለቲካ ገለ ዝድግፉሉ መኽንያት ጽልኢ ናይዞም ኣቐዲመ ዝበልኩዎም እዩ። ራብዓይ ደረጃ መን እዮም? ራብዓይ ደረጃ ደቂ ቢትወደድ ኣብርሃ፣ ደቂ ሃይለ ወልደትንሳኤ ድሩዕ፣ ደቂ ዑቕበ ብርሃ፣ ደቂ መሓመድ ሸሪፎ ብሓጺሩ ደቂ መሬት እዮም ደቂ ህዝቢ እዮም ብሃገሮምን ህዝቦምን ድማ ኩሉ ግዜ ምስ ሓሞም እዮም ስለዚ እዚኦም ራብዓይ ጉጅለ በዓል ንሕና ማለት እዩ ንምንታይ ኢና ንፅምዶ ወይ ነቲ ናይ ኤርትራ ጉዳይ ገለመለስ ንቃወሞ ሲምፕል ንሕና ሰላም ንደሊ ኢና ግን ኣብ ገዛና ሰላም ዘይተገብረ ንጴጥሮስ ኣሲርካ ደቂ ጴጥሮስ ኣጥፊእካ፣ ደቂ ድሩዕ ስደት ኣስፊርካ፣ ኣስቴር ዮውሃንስ ኣብ ካርሸሊ እንዳ በለየት፣ ሰናይት ደበሳይ ምስ ሓዋ ኣብ ትሕቲ ጉድጓድ ኣስፊርካ፣ እንታይ ኣለካ ኢኻ ናብ ስግር ጎረቤት ተማዕዱ ዘለኻ ናትና ሕቶ ንጽርቲ እያ። ምስ ህዝቢ ትግራይ ክትዕረቕ ይቕረ ክትበሃል ምስ ወያነ ትኽእል ተኾንካ ንምንታይ ኢኻ ኣቦታትና ምስ ኣቦታትና ዕርቂ ክትገብር ዘይከኣልካ? ተጋሩ ደብረጼንን ምግበይን ድሕር ነስመራ ክኣትዉ ዝኽእሉ ኮይኖም መስፍን ሓጎስ ነስመራ ኣትዩ ኣፍታ ዝተቃለሰላ ሃገር ክነብር ዘይክእል መኽንያት ስለምንታይ እዩ እዚኣ እያ ናትና ሕቶ ማለት እዩ ካልእ ዝኾነ ናይ ሰላም ተቃውሞ ኣይኮነን እዚኦም ኤርትራውያን ይበሃሉ እዚኦም ኣብ ኤርትራ በይኖም ደው ኢሎም ዝምክቱ ብዙሓት ግን ዘይጥርኑፋት ሓያላት ግን ዘይውሁዳት፣ ራኢ ዘለዎም ግን ስጉምቲ ካብ ምውሳድ ስቕ ኢሎም ዝዕዘቡ ዘለዉ ሳይለንት ማጆሪቲ ይበሃሉ። እዚኦም ኤርትራውያን ናይ ብሓቂ እዮም፣ ሰብኡት እዮም፣ ከም ኣንበሳ በይኖም እዮም ዝምርሹ፣ ከም ሬሳ ዓጀብቲ ኣየብዝሑን እዮም፣ ጉጅለን ግሩፕን ፈጢሮም ኣብ ኣውራጃን ኣብ ጸግዕን ኣይኣትዉን እዮም፣ መንገዶም ሓንቲ እያ፣ ንሳ ከኣ ኤርትራ ትብል ኣብ ዕላማ ስዉኣት ዝተመስረተት ናይ ስንኩላን ኤርትራ ናይ ተጋደልቲ ኤርትራ ናይ ሰራዊት ኤርትራ ቃንዛ ናይ ህዝቢ ኤርትራ ስደት ናይ ህዝቢ ኤርትራ ምረት ናይ ኤርትራ ናይ ኤርትራዊት ኣደ ወሊዳ ከምዘይወለደት ኮይና ምህላዋ ዘጉህዮም ኤርትራውያን ዜጋታት ይበሃሉ። እዛ መስመር እዚኣ ሒዞም እዮም ከኣ ኩሉ ግዜ ስቕ ኢሎም ዝዕዘቡ ዘለዉ። ስቕትኦም ዋጋ የኽፍል ኣሎ ዶ ንኤርትራ? ብርግጽ። ካብዞም ራብዓይ ደረጃ እዚኦም ኢና ንሕና። ነጺሩልኩም ክኸውን ተስፋ ይገብር። እዚኦም ሰለስተ ጉጅለ ዝነገርኩኹም ኣቐዲመ ግን እቶም ኢሳያስ ናብ ዝወሰዶም ዝኸዱ ኣለዉ፣ እቶም ሓደ ኣለዉ። ስለዚ ናትና ሕቶ እንታይ እዩ ክኸውን ዘለዎ? ህዝቢ ኤርትራ ኣብ ሊብያ እንዳጠፍአ ስደት ከም ንግደት ዘዝተወልደ ቆልዓ ራኢኡ ሕልሙ ተስፍኡ መጻኢኡ ኣብ ስደት እንዳቐመጠ ልዕሊ ሚእቲ ሽሕ ዜጋታት ኣብ ዩጋንዳ እንዳተቐመጡ ኤርትራውያን ኣብ ፈቐድኡ እንዳተገፋዕና ስደተኛታት ኮይና ኣብ ኩሉ ዓለም ዘርእና ተዘርዚሩ እንከሎ ደቅና ኣብ ስደት ዝወለድናዮም እንዳ ጠፋእና ከለና ብሰንኪ ስደት ቁጠባና ባይታ ዘቢጡ ሸርፊ ናይ ኤርትራ ኣብ ሽሕን ሓሙሽተ ሚእትን ወሪዱ ሰብ ክራይ ገዛ ክኸፍለሉ ኣብ ዘይክእል ደረጃ በጺሑ ደቂ ስዋኣትን ስድራ ስዋኣትን ጻምኦም ከይተኸፍሉ ኣርባዕተ ሓሙሽተ ዓመት ኣብ ድፋዕ ኮፍ ኢሎም ሽዱሽተ ሸውዓተ ዕስራ ዓመት ከርተት ኢሎም ደቆም እኮ ናይ ቤት ትምህርቲ ክኸፍሉ ዘይከኣሉ ወተሃደራት ሃገራዊ ኣገልግሎት ከለውና ዕድሚኦም ሙሉእ ንኤርትራ ዋጋ ከፊሎም ኣብ መሓዩር ኮንቲነር ነዛ ብርሃን እኳ ተኸልኪሎም ክንደይ ጀጋኑ ኣብ ትሕቲ ምድሪ እንዳበለዩ ከለው ብዙሓት ሰባት እንዳጠፍኡ እንከለዉ እንታይ ስለዝደለና ኢና ናብ ትግራይን ጎረባብትን ብጉልባብ ሰላም ንናጠር ዘለና ሕቶ እዚኣ እያ ሕጂ ዕርቂ ኣብ መንጎ ህዝቢ እዪ ኣብ መንጎ ኤርትራውያን ኣባና እዩ ዕርቂ ዘድሊ ኣብ ስደት ሓድሕድና እንዳተፋጋእና ብፖለቲካ ድዩ ብካልእ መክንያት ሓድሕድና እንዳተቃተልና ዝወለድናዮም ቆልዑ ካብ ባህሎምን ቋንቁኦምን ጠፊኦም ዓባዮምን ኣኮኦምን ኣሞኦምን ኣብ ዘይብሉ ንቡር ኣብ ዘይብሉ እንዳጠፋእና ስለምንታይ ኢና ብዛዕባ እዚ ዲስካስ ዘይንገብር እዩ ትሕቶ ሕጂ ፍልልዩ ራይዎ ይኹም ኣብ ትግራይ ንፅምዶ ሰላም መንእሰያት ተኣኪቦም ዲስካስ እዮም ዝገብሩ ከመይ ይሕሸና እንታይ ይሕሸና ናበይ ክንከይድ ኣለና ይብሉ። ኣብ ኤርትራ መንእሰያት ተኣኪቦም ብዛዕባ ጽምዶ ዘለዎም ሓሳባት ክገልጹ ሰሚዕኩም ዶ ትፈልጡ? ርኢኹም ዶ ትፈልጡ? ህዝቢ ኤርትራ ብዛዕባ ጽምዶ ተሓቲቱ ይፈልጥ ዶ? ኣይፈልጥን እዩ። ህዝቢ ኤርትራ ኢሳያስ ናብ ዝደልዮ ነቲ ሃገርን ህዝብን ሒዙ ደኣ ከይዱ እምበር ንህዝቢ ኤርትራ ኣይሓተቶን። መንእሰያት ኤርትራ ብዛዕባ ፖለቲካ ናይ ከባቢኦም ክዛረቡ ኣይፍቀዶምን እዩ። ኣብ ኤርትራ ሓሳብካ ምግላጽ ኣይፍቀድን እዩ። ስለዚ ንዓና ዝመስሉ የሕዋትና ዝመስሉ ግን ድማ ልቦም ካባና ዝረሓቀ ሰባት ሒዙ ኢሳያስ ይጻወተልና ኣሎ ደቂ ስውኣት ኣበይ ኣለዉ ደቂ ተጋደልቲ በይ ኣለዉ ተጋደልቲ ብ ከመይ ኩነታት ኣለዉ እዛ ሃገር እዚኣ እዚ ህዝቢ እዚ ዝተቃለሰሉ ዋጋ ብግቡእ ረኺቡ ዶ ተኻሒሱ ዶ ኣይተኻሕሰን ጻምኡ ረኺቡ ዶ ኣይረኸበን። ኣርባዕተ ደቃ ዘሰወእት ኣደ፣ ሰለስተ ደቃ ሞባእ ሃገር ዝኾኑ ኣደ እንታይ ተሕልፍ ኣላ ናብራ? ብዛዕባ እዚ ዲስካሽን ኣሎ ዶ? የለን። ስለዚ ሓቂ ስለ ዝጸላእናያ በለጸኛታት ስለ ዝኾንና ኣብ ገዛና ዳዕኛ እንዳወደቐ ኣብ እንዳ ጎረቤትና ሽሮ ቲዕ ቲዕ ትብል እኳ እንዳተሳእነት ከላ ዘይግድሸና ዜጋታት ተፈጢርና። ንዓይ ይጥዓመኒ ዝብል ዜጋ ጥራሕ ተፈጢሩ። እቶም ይጥዓመኒ ዝብሉ እንተዝጥዕሞም እውን ሓደ ጽቡቕ ነገር እዩ። ዋላ እቶም ዝጥዕሞም ዝመስሎም ህይወቶም ኣብዛ ኢዶም ሒዞማ እዮም ዝኸዱ። ኣብ ኤርትራ እንተ ኣትዮም ተኣሲሮም ክጠፍኡ ይኽእሉ፣ ኣብ ኤርትራ ዘሎ ገዝኦም ክውረስ ይኽእል፣ እሶም፣ ደቆም፣ ሰበይቶም፣ ስድርኦም ክርሸኑ ይኽእሉ፣ ዝኾነ ውሕስነት የብሎምን። ግን ነብሶም የታልሉ። ካልእ ሓንቲ ነገር ክነግረኩም፣ ኣብዚ ዝቐነየ ፖለቲካ ብዙሓት መንእስያት ኣቦታትና ስልጣን ሒዞም ኣለዉ፣ ኣያታተይ እዮም ዓዲ ዘማሓድሩ ገለ ትብሉ ኣለኹም ኣቦታትና ብኢሳያስ ዝማሓደሩ ንኢሳያስ ዝምእዘዙ ኢሳያስ ሎሚ ምሸት እንተዘይደልይዎም ዓሰርተ ዝደለዮም ሓለፍቲ ኣብ ጉድጓድ ብሓደ ማዓልቲ የእትዩ ከሕቅቆም ዝኽእል ኣቦታት እዮም ዘለዉኻ ኣቦታትካ ናይ ሃገርን ናይ ህዝብን ክኾኑ ደኣ ተቃለስ እምበር ኣቦታትካ ስልጣን የብሎምን ዓዶም ዓድቦኦም ከድሕኑ ይክእሉን እዮም እንዳ ጠፋእና እኮ ኣየድሓኑናን እኮ ኣቦታትና ቦታትና ድዮም ቶም ኣብ ስልጣን ዘለዉ እወ ብትውልዲ ብዘርኢ ቦታትካ ክኾኑ ይኽእሉ እዮም ብዓሌት ቋፂርካ ክኾኑ ይኽእሉ እዮም እንታይ ጠቒሞምኻ ንዓኻ ዓዲ ድሒኖማ ኣዲኦም ኣድሒኖማ እ ደቂ ስውኣት ኣዕርኽቶም ኣድሒኖም ደቆም ከማን ከድሕኑ ይከኣሉን ደቆም ተሰዲዶም ኢሳይያስ ኣብ ዝደለዮ ሰዓት ከኣ ግንባሮም ቀዳማይን ዳሕረዋይን ሓባሪ ኣወሃሂዱ ግንባሮም ቀሊዑ ከጸግዖም ይኽእል እዩ ኣብ ኤርትራ ልዕሊ ስብሓት ኤፍሬም ኣቦ ኣይነበረን ብ ብኣቦነት ተመጺኻ የስ ስብሓት ኤፍሬም ናትና እዩ ዘርእና እዩ ኣቦና እዩ Yes ሊቅ እዩ ንፉዕ ፖለቲከኛ እዩ ኣቤሎ ስብሓት ኤፍሬም ወዲ ኤፍሬም ኣቤሎ በዓል ኣርባዕተ ኮኾብ ጀነራል ምስ ሙሉእ ርእሲ ኣበይ ኣሎ ስብሓት ኤፍሬም ሕጂ ኣሎ ድዩ ስብሓት ኤፍሬም ሕጂ ኣቦታተይ ስልጣን ሒዞም ኣቦታትካ ስልጣን የብሎምን ኣቦታትካ ኢሳያስ ዝሃቦም ስልጣን ጥራሕ እዩ ዘለዎም ሕጂ ኢሳያስ እንተዘይደልዎም ተሓሪ ሎም ምሸት ጠፊኦም እዮም ዝሓድሩ- ዝሓድሩ ኣቦታትካ ስለዚ ነቦታትና እንታይ ክንብሎም ኣለና ዝሓለፈ እዋን ኣብ ዘይትፈልጥዎ ዕላማ መጋበርያ ኩንኩም ኢኹም ሕጂ ግን ሃገር ንምድሓን ሓጉዙ ተወደቡ ስጠሙ ኣይትበታተኑ ይብትኑኹም እዮም ዘለዉ እዞም ዘይናትኩም እንዳበልና ክነግሮም የቴልካ ሓደ ቁም ነገር እዩ ክምከሓሎም እየ ተልካ ግን ኣቦታትካ ዓዶም ከድሕኑ ይኮኑ እዮም ሓቂ እዚ ፋክት ዋሓጦ ዓዲ ሙሉእ እንዳተኣሰረ ገዛውቲ ናይ ዓዶም እንዳፈረሰ ህንፃ ድኹዑ እንዳኾነ ከድሕኑ ይከኣሉ ደቆም እንዳተሰደድና ኣይድሓኑና ኣይድሓኑና ሕጂ ብስእሎም ጌርካ ግን ክትፍትን ትኽእል ኢኻ ትዋረ ክመስለካ ይኽእልዩ ከተታልል ትኽእል ኢኻ ነብስኻ ስልጣን ናትና እዩ ስልጣን የብልካን ስደተኛ ኢኻ ስደተኛ ዶ ስልጣን ኣለዎ እዩ ኣበይ ደሎ ስልጣን ኤርትራውያን ስልጣን ሒዝና ኣለና ዲና ኤርትራዊ ጴጥሮስ ሰለሙን እዩ ነይሩ ሓሞት የት ኣባቱ ድሩዕ እዩ ነይሩ ፖለቲካ ናይ ኤርትራ ድሩዕ ምስ ተኣስረ ካብ ኢድካ ወፂኡ ጴጥሮስ ምስ ጠፍኣ ካብ ኢድካ ወጽዩ ኣቦኻ መስፍን እዩ ነይሩ መስፍን ሃምበል ይቦኻ ነይሩ ኣበይ ኣሎ ሕጂ መስፍን የለን ኣቦኻ ብርሃነ ብርሀ እዩ ነይሩ ስውእ ብርሃነ ብርሀ ኣበይ ኣሎ ሕጂ ኣሎ የለን ኣቦኻ ቢትወደድ እዩ ነይሩ ኣበይ ኣሎ ቢትወደድ ሕጂ እሱ እዩ ደው ዝብለልካ ነይሩ ቢትወደድ እዩ ንስሌኻ ተዛሪቡ ፍትሒ ንግበር ዝበለ ቢትወደድ እዩ እሱይ እቦኻ ኣበይ ኣሎ የለን ፈቲኻ ጸሊእካ ንጊዚኡ ተሳዒርካ ኣለኻ ሓቂ ክንውሕጦ ኣለና ድሕሪ ሕጂ በቶም ሰብ ፍሉይ ረብሓ ተሳዒርና ኢና በቶም ዘይናትና ተሳዒርና ኢና ኣቦታትና ድማ መጋበርያ ኮይኖም እዮም ሕጂ መጋበርያ ኮይኖም ዓዶም ኣቦኡ ከድሕን ኣይክእልን እዩ ዝኣቦይ ትብሎ ዘለኻ እንዳ ፀጥታ ይኹን ጀነራል ይኹን ሚኒስተር ይኹን ኢሳያስ ወዱ እንተኣሲሩሉ ንወዱ ከውጽኦ ኣይክእልን እዩ ትራስት ሚ ንወዱስ ከውጻኡ ኣይክእልን እዩ ኢሳያስ ንሓቂ ክትሓቀላ ኣለካ ነብስኻ ይተታልል ትካታዕ ደሊኻ ምጻእ ምጻእ ትካታዕ እንድሕር ደሊኻ ስለዚ ኣዴታትና በዓል ሰናይት ደበሳይ እየን ነይረን። ኣዴኻ ኣስቴር ዮውሃንስ እያ ነይራ። ኣበይ ኣላ ኣስቴር? ኣስቴር ኣብ ካርሸሊ ኮይና ቶም ሓው እቶም ኣሕዋታ ከውፅኡ ኣይከኣሉን። ኤርምያስ ፓፓዮ ንኤርትራ ዝተቓለሰ ምስ ሓፍቱ ተኣሲሩ ኣዲኡ ብጓሂ እንዳነብዐት ከይዳ ሓወቦታትና ከውጽእዎ ኣይከኣሉን ኣኮታትካ ከውጽእዎ ኣይከኣሉን ኣደ ድሩዕ ንብዓታ እንዳነብዐት ንዓዲዝግሄራ ከይዳ ከውጽእዎ ኣይከኣሉን ኣደ ጴጥሮስከ ወዳ ከይረኣየት ኣበይ ኣለዉ ሕጂ ኣበይ ኣለና ንሕና ኣለና ተሳዒርና ተሳዒርና ስዕረትካ ተቐቢልካ ቅልፅ መዓንጣኻ ሸጥ ኣቢልካ የሕዋት ምዃንና ኣሚንና ዓድና ነድሕን ሓደ ዘረባ እዩ ዓድኻ ኢሳያስ ኣብ ዝደለዮ ድሌቱ ዝገብራ እያ እዚኣ ትቅበላ ዘለካ መራር ሓቂ እያ። ናትካ ዝበሃል የለን ሕጂ ብኤርትራ ወኪል የብልካን እዞም ወኪልካ ዝመስሉኻ ወከልትኻ ይኮኑ ነብሶም ክውክሉ ይኮኑ እዮም ነብሶም ከድሕኑ ይኮኑ እዮም ዳትስ ፋክት ግን ከመይ ጌርና ንውድቦም ከመይ ተትብዖም ንዓኻ ምልከት ስለዚ እንታይ እየ ዝብለካ ዘለኹ ስዑራት ኢና ክንቅበሎ ኣለና እቲ ሓቂ ስዑር ኢኻ ስዑር ኢኻ ተቐበል ግን ተስፋ ኣለና ዶ እወ ተስፋ ኣሎ ንስዕር ንኽእል ኢና ተተወዲብና ሓይሊ እንተተጠቂምና እንተ ደኣ ሰሚርና ክንስዕር ንኽእል ኢና ሕጂ ግን ተሳዒርና ኢና ኣርብዓን ኣርባዕተን ነጥቢ ጀጋኑኻ የለውን ጴጥሮስ እዩ ውክልና ናትካ ነይሩ ድሕሪ ጴጥሮስ ደኣ ሞበይ ኣሎ ድሕሪ ድሩዕ ድሕሪ ቢተው ድሕሪ ሸሪፎ ድሕሪ ሰብኡት ዓደይ ንመወዳእታ ኣብ ዓድና ዝነበሩ ሰብኡት ኣብ ክልተ ሽሕን ክልተን ክልተ ሽሕን ሓደን ሓምሳብን ንሓዋሩን ሰብኡትና ኩሎም ከይዶም እዮም ኣቦታትና ኩሎም ከይዶም እዮም ፈቲካ ጸሊካ ሓቂ እዩ እዚ ኣብ ኤርትራ ሓደ ሰብኣይ ኣሎ እሱ ከኣ ኢሳያስ ጥራይ ኣ ሓደ ሰብኣይ ኣሎ እታ ዋዛ ትፈልጥዋ እንዲኹም ፍልጥቲ ዋዛ ሓንቲ ሰበይቲ ሲ ኣኼባ ኮይኑ ሕጂ ኩሉ ሰብ ተኣኪቡ ወዮ ወዮ ተኣኪቡ ኣኼባ ከምዚ ክንገብር ኢና ደቁኹም ክንወስዶም ኢና ከምዚ ክንገብሮም ኢና መዓት ነገራት ተዘሪቡ ኩላ ሰብ እሺ እሺ ኢልና ኢላ ከይዳ ሓንቲ ሰበይቲ ኣብ ክስታይ ኣብ ኣብ ናይ ሽንቲ ኮይኑ ምስ ተፈደሱ ኣብ ናይ ሰብኡት ክትሸይን ኢላ ከይዳ እታ ሰበይቲ ሕጂ እቶም ኣቦታት እቶም ሰብኡት ከዓ ኣንቲ ሰበይቲ ጥዕና ኣለኪ ድዩ ወይለከ ወለኒ እሞ እዚ ደኣ ናይ ሰብኡት ሽንቲ ቤት ዶ ከይኮነን እዋይ ኣብዛ ዓዲ ደኣ ሰብኣይ ኣሎ ድዩ ሓደ ሰብኣይ እዩ ዘሎ ንሱ ከኣ ኣብ ዓዲ ሃሎ እዩ ዝሸይን ኢላቶም እንታይ ማለት እዩ እዚ ሕጂ ስማዕ ወላዲ ካብ ውሉዱ ኣርባዕተ ዓመት ብጉልባብ ውትድርና ተወሲዱ ክራይ ገዛ እኳ ክኸፍል ዘይክእል ደሞዝ እንዳተዋህበ ደቁ ብናፍቆት ኣዒንቶም ብንብዓት ቆርቂሩ ንሱ ገለ ከምዚ ኮይና ንሕና እላቶም ሰብ ሰብኣይ ኣሎ ድዩ ብዛ ዓዲ ኢላቶም ሰብኣይ ኣሎ ድዩ ተረዲኻን ኣለኻ ዶ ሰብኣይ ኣሎ ድዩ ብዛ ዓዲ ኢላቶም ሕጂ እንታይ ይብለካ ኣለኹ ሓቂ ክንዛረብ ተኾይንና እቲ እ፣ ክኸውን ዘለዎ ንክውንነት ምቕባል እዩ ስለዚ እዞም መንእሰያት ኩስቶ ኣቦይ ኩስቶ ኣቦይ ኢልኩም ኣይትባኣሱ ስልጣን ናተይ ስልጣን ናይቲ ኣብ ኤርትራ ሓደ ሰብ ጥራሕ እዩ ስልጣን ዘለዎ ንሱ ካኣ ኢሰያስ ኣፎርቂ ጥራሕ እዩ ካልእ ኩሉ ሰብ ሪኢካዮ ዘለካ ስልጣን ዘለዎ ዝመስለካ ሓወቦይ ኣሞይ ኣኮይ ካብ ባር ዓጺካ መስተ ምስታይ ዝሓልፍ ስልጣን የብሉን ድሕሪ ደጊም ሓቂ እዩ ፋክት እዩ እዚ ተቀበሎ መሪር ሓቂ ተቀቢልካ ኢካ ሓራ ትወጽእ እዚ ሓወቦይ ኣኮይ ክትብሎ ትውዕል ሓንቲ ነገር እዩ ክገብር ዝኽእል ንሳኻ ዊስኪ ጥራሕ ክሰቲ ዝኽእል ትውዳእ ንባዕሉ ብዋሂ ዘይሙስል መሲሉ ኣሎ ትውዳእ ዋ ስማዕ ኤርትራ እኮ ር- ብዙሕ ኣሎ ክንዛረቦ ዘይንደሊ ስለዚ ዓድና ዓዲ ደቃ ክትከውን ዓድና ዓዲ ህዝባ ክትከውን ሓቂ ክንኣምን ኣለና ሓቂ ትመረኩም እያ ዳትስ ዋይ ኢኩም ብዙሓት ሰባት ሓሳባተይ ክርድኣኩም ዘይክእል ትሮፖ ሓቂ ስለ ዝዛረበኩም ኢኩም ገሌኩም እኮ ብኣካል ተድከውን ምቆተልኩምኒ ኔርኩም ዕድል ክገብር ግን ብስክሪን ስለ ዝኮነ እዩ ሓቂ እንድሕር ድኣ ነጊርካዮ ህዝብና ክሰምዕ ኣይደልን እዩ። ህዝብና ጸግዒ እዚ ብ ደገ ዘሎ ጸግዒ ሒዝካ ጉሩፖ ፈጢርካ ብኣውራጃ ክስታይ ጌርካ በቃ ከምኡ ጥራሕ እዩ ዝርድኣካ ምጽራፍ እዚ ሓይሊ ኣይኮነን። ነንሕድሕድና ክንጻረፍ ክንብ ወላ ሓንቲ ኩላትና ስደተኛታት ኣብ መወዳእታ ታለናን ዓዲ ሓፍትና ክነድሕን ኣይንኽእልን ኣብቲ ሰዓት እዚ ንሕና ኣሕዋትና እኮ እየን ኣብ ሊብያ መጻወቲ ኮይነን ዘለዋ እንታይ ማለት እዩ ብዓረብ እጻወት ዓረብ ጓል ዓሰርተ ሽዱሽተ ዓመት እኳ እያ ተዓሚጻ ብሊብያውያን ጠኒሳ ብቐዳማይ ሸር ኢለዮ ነይረ ሓፍትኻ ኣብ ኣዲስ ኣበባ እንታይ ኮይና ኣለና ኣብ ዩጋንዳ ኣብኡ ሪጋ ዳር ትርኢት ሪጋ ተሰሪዕና ዝደይኮና ንሕና ክንደይ ከነድሕን ክኢልና ካለን ተጎቲትና ንስደት ወፂና ሕጂ ኣብዚ ሰብኡት ኮይና ኣብዚ ጀጋኑ ኮይና ኣብዚ ከዓ ነንሕድሕድና ንባእስ ኣለና ስልጣን የብልና ሓይሊ የብልና ዓዲ የብልና ኣብ ስ- ስደተኛ ኮንካ እንታይ ዓይ- እንታይ ስልጣን እንታይ ዓዲ ኣለካ የብልካ ስደተኛ እንዲኻ እንታይ ኣለካ ተሰዲድካ እኳ ኢኻ ተጓሒፍካ እኳ ኢኻ ንደቅኻ ከማን ንመጻእሲ ነዞም ኣብዚ ትወልዶም ዘለኻ ቆልዑሲ ድሕሪ ዓሰርተ ሸሞንተ ዓመት እንተ ከምዚ ዘለዎ ነገራት ቀጺሉስ ድሕሪ ሓሙሽተ ዓሰርተ ዓመት ኮ ደቅኻ ኮ ናትካ ኣይኮን ናብ ኤሮጳ ደቅና ኮ ናትና ኣይኮን ናብ ኤሮጳ ዱ ኣንደርስታንድ ዳት ጋይስ ኣብ ኤሮጳን ኣብ ኣሜሪካን ዝወለድካያ ቆልዓ እኮ ኣብ መወዳእታ እኮ ኣሜሪካዊ እኳ ጀርመናዊ እኳ ሽወደናዊ እኳ እንታይ ኣለዎ እንታይ ማለት እዩ ኤርትራ ክብለካ እዩ ሽዑ እንታይ ሃትለንድና ክብለካ እዩ ቋንቋኻ ክሰምዖ ይደሊ ዓድኻ ክሪኦ ይደሊ ዋይ ታይ ደኣ እዚ ዶ ኣይኮነን ክውንነት ናትና ስደት ንግደት እዩ ዝመስሎ ብዙሕ ሰብ ኣብ ስደት ንወልዶም ቆልዑ ፈቲኹም ጸሊእኩም ቴስዓን ትሽዓተን ፐርሰንት ናትና ኣይኮኑን ዓሰርተ ሸሞንተ ዓመት ምስ መልኡ ዓሰርተ ዓመት ምስ ገበሩ ዋእ ኩላ ሰብ እኮ እብዚ እኮ ትጽሊ እኮ እያ ኩላ ዝወለደት እኮ እዞም ዝወለዱ ኣምላክ ኩሉ ግዜ ምስኦም ይኩን ኢንፋክት ግን ኩላትና ኣብዚ ምስ ወለድና ሰባት እንታይ ንከውን እዋይ ወደይ ከምዚኣ ዶ ከውን ስማዕ ክነግረካ ኣብ ኣብ መን ኢካ ትብሎ ኣብ ቤት ትምህርቲ ደቅና ኣብ ቤት ትምህርቲ ረኣዮ ኤርትራውያን ድዮም ጀርመናውያን ድዮም ገለመለ ድዮም ገለመለ እስከ ድራር ትበሃል ዘለኻ ኣብዚኣ እስከ ድራር ንሱር ይጋይስ እሞ እዚ ሰብኣይ ስማዕ እዚኣ ኣከለ ዕባኣ ሶሪ ይቕሬታ ድራር ኣይኮነን እዚ ኣከለ ዕባይ ዝብ ዘሎ ድዩ ኦኬ ድራር መሲልኒ ሶሪ እሌሌ ብሎክ ግበረለይ ጋይስ ድራር ኣይኮነን ስለዚ እንታይ ዝብለካ ዘለኹ እዚ ኣብ ስደት ትሪኦ ዘለኻ ወድኻ ንቤት ትምህርቲ ምስ ከደ ኤርትራዊ ድዩ ኤሮጳዊ ድዩ ሕውስውስ ኢልዎ እቶም ዓዲ ኣብ ቤት ትምህርቲ ምስ ከደ ጀርመናዊ ድዩ ሽወደናዊ ከም ዘይኮነ ክነግርዎ እዮም እዚ ቆልዓ እንታይ ይኹን ሕጂ ብስደት ተረዲእኩም ዶ ስለዚ ኣብ ስድ ድራር ድዩ ኦኬ ድራር እንታይ ኣሎ መሲልካ ኣነ ከምዚ ብዙሕ እኳ ክጽዋዓካ ገለ ይደልኒ እስከ ምናልባት ብዙሕ ግዜ ንዓ እስኪ ከደይቦ እየ ጽንሑ ንዓ እሞ ድራር ሕጂ ብዙሕ ግዜ ከኽብረካ ፈቲ ከኽብረካ እኳ ኣይኮነን ግን ብዙሕ ምስቲ ዕድሜኻ ገለ ርእየሲ ብዙሕ ኣይዛረበካን እየ ኣነ ጸገም የብለይን ኣይትንክፈካን እየ ተንኪፈካ ኣይፈልጥን እየ ገለመለ ኣብዚ ገዛ መጺኻ ሓደ ሓደ ግዜ ዝዛረቦም ዘረባታት ግን ሕርቃንካ ጽልእኻ ምሰየናይ ሕብረተሰብ ናይ ኤርትራ እዩ ገለመለ ከድካ ባዕልኻ ኣውጻዮ ስለዚ ንሱ እንድሕር ኮይኑ ማለት እየ እንተ ሰብኣይ ኮንካ ደይብ ሕጂ ንስኻ እንድሕር ኮንካ ደይብ ምክንያቱ ከም ቀደም ሸለል ኣይብለካን እዩ ፐርከ ትሮፖ ስቕ ስለ ንብል ስለ ዘይንትንክፈኩም ከምዚ ኩሉ ሰብ በቃ ድፈራሕና እዩ ድመስሎ ኣነ ምስ ዕድሜኻ ርእየ ደይ ዛረበካ እንታይ ካብ ገዛይ መጺኻ ዓሰርተ ግዜ ዘይና ከይትህበኒ ድሕር ሰብኣይ ኮንካ ሕጂ ደይብ ናይ ብሓቂ ማለት እዩ ምስ ደየብካ ግን ካልእ ከም ትብል ከኣ ርግጸኛ እየ ሰውንዮ በሎ እዚ ኣየድልየካን እዩ ምሳይ ምስቶም ኮሙ ዝዛረቡ ሰባት ምሳኦም ኬድካ ድሌትካ በል so እዚኣ ንግረ መንገድኻ ማለት እዩ just ኣነ ብዙሕ ከምዚ ኣብ ስምዒት ገለ ክተእትወኒ ትኸኒኻ ግን ደስ ኣይብልን እዩ ምክንያቱ ምስቲ ክስታይካሲ ንሱ ይኮነን ድዩ ንሱ ተዘይኮይኑ ተጋጊና ጋይስ እሱ ተኾይኑ እወ እሱ ተዘይኮይኑ ኣነ ብዙሕ ከምኡ እኳ ዝብል ኣይመስለንን ግን እንድዒ ኣይ ዶንት ኖው ንሱ ተዘይኮይኑ ኦኬ ይቕሬታ ድራር መሲልኒ ኣነ እንታይ ደኣ እሞ ድራር ተኸምኩ ማታ ከም ትገብሩ ኦኬ ጓሓፍዎ በሉ ከም ተዘይኮይኑ ናይ ድራር ስእሊ ገይሩ እንዲዩ ክጻወት ጸኒሑ ድራር ተዘይኮይንስ ደሓን እንቋዕ ካልኣይ ተዛረብና ብዝኾነ ናብቲ እንታይ ክብለኩም ደልየ መሲልኩም እዞም ናይ ኤርትራውያን ጉዳይ እዚ እዩ ስለዚ እዛ ሓቂ እዚኣ ክንቅበላ ኣለና ማለት እዩ። ካልእ እንታይ እየ ክብለኩም ዝደሊ ኣብ መንጎ ኣብዚ ሃገርና ሓደ ሽግር ተፈጢሩ ንሱ ድማ ትፈልጡ ዲኹም ኣብዚ ስደት ዘሎ ህዝብና እንድሕር ትጸርፎ ትንዕቆ ጡፍ ትብለሉ ኮንካ የኽብረካ ይሰምዓካ which ኣነ ክርድኣኒ ዘይከኣለ ናይዚ ህዝብና ተፈጢሩ ዘሎ ናይ ዝሓለፈ ዒስራ ዓመት ሜንታሊቲ ኣቡኡ ክትጸርፈሉ ኣለካ ከኽብረካ ተኾይኑ ዓዱ ክትጸርፈሉ ኣለካ መትከል ኣለካ ክብለካ ተኾይኑስ ከተዋርዶ ኣለካ ክትቅጥቅጦ ኣለካ በቃ ድርባይ ኢኻ ክትብሎ ኣለካ ሽዑስ የኽብረካ መትከል እሱ ደኣ እኮ ቆራጽ እኮ እዩ ሓሞት ዘለዎ እብለካ ምጽራፍሲ ኣብ ናትናስ በቃ ሓሞት እዩ በቃ ዶንቆሮ ምዃንሲ ሓሞት እዩ ኣብ ናትና ሕጂ ገለ ሰባት ኢንፌረሪቲ ኣለዎም ሕጂ ክትጸርፎም ኣለካ እንድሕር ጽቡቕ ክስምዖም ኮይኑ ኣነ ንምንታይ ኣነ ትፈልጥ ዲኻ ኣብዚ ዝሓለፈ ዕስራ ዓመት ኢሳያስ ፈጢርዎ ዘሎ ሜንታሊቲ ክነግረኩም ኣይክእልን እየ ኣብዚ ስደት ዘሎ ሜንታሊቲ ሲ ዋእ እንድሕር ትጸርፎ ኮንካስ ይፈትወካ እንታይ ክትብሎም ትኽእል ሕጂ ነዚኦም እንድሕር ትንዕቆ ኮንካስ የኽብረካ ሰብ ከመይ ገይሩ ንዝንዕቅዎ ሰባት የኽብር ኣነ ክርዳኣኒ ከ ክመጸለይ ኣይከኣልን ተትንዕቆ ትጻረፍ ኣባሓጉኡ ትጸልእዋ ተስተውዕሉ ዶ ኣባሓጉኡ ዓዱ ገለ ዝጸረፉ ሰባት ሲ ተገቲሩ እኮ እዩ ክሰምዖም ዝውዕል የከድንቆም እኮ እዩ ዝውዕል ነቶም ዓዱ ዘይጸረፉ ስድርኡ ይትንኩፉ ሰባ ሰብ ኣኽቢሮም ሓሳቦም ሂቦም ዝኸዱ ከ ምስኦም ክተሃላለኽ ውዕል ስለዚ እንታይ ዝብለኩም ዘለኹ መሲልኩም እዚ ከምዚ ዓይነት ሜንታሊቲ ተጠንቀቑሉ No no ን ን ብዛዕቡ ኣይኮንኩን ዝዛረብ ዘለኩ ኣነ ብሓፈሻ እየ ዝዛረብ ዘለኩ ወዲእና ኣለና ናይ መን ሽሙ እሱ ኣይኮነን ግን እዚ ዓይነት ኣተሓስባ ግደፍዎ መንእሰያት ዝንዕቀኩም ኣይተክብሩ ዝጸርፈኩም ኣይተድንቁ ዝቅጥቅጠኩም ኣይተምልኩ እዚ ትራውማ እዩ ንምንታይ ኢኩም ዝቅጥቅጠኩም ትፈትዉ ዝንዕቀኩም ዝጸርፈኩም ዘዋርደኩም ኣይ ከምኡ ኣይትፍተዉ ከምኡ እንድሕር ፈቲኹም ሕማም እዩ እዚ ዋ እንታይ ዓይነት ቀጥቂጥካ ኣፍቅረኒ ዝዓይነቱ እዩ መድረኽ ኢና በፂሕና ዘለና ስለዚ ሲ ኣንቶም ሰባት ወዲና እኮ ያ ወዲና ኣነ ብዛዕባ ኣይኮን ክዛረብ ዘለኹ ናይ ድራር ድራር ኣይኮነን ኢልኩምና እኮ ወዲና ኢና ይቕሬታ ኢልና ዓፂና ኢና ድራር መሲልና ናይ በዓል ድራር ገይሮም ኣጋጊዮምና እምበር ድራር ኣይኮነን ኢልኩምና ወዲና እኮ ናይ ኣቶ ድራር ወዲና ኣነ እሱ ከማን ተጠራጢረ እየ እምበር ንሱ ከም ዘይኮነ ፈሊጠ ግን ብሓፈሻ ናቱ ይኮንኩን ሕጂ ዛረብ ዘለኹ ይኡበራል እየ ዛረብ ዘለኹ ስለዚ ርእይቶ ተቃውሞ ዘለኩም ኣብ ጉዳይ ጽምዶ ክትዛረቡ ትኽእሉ ኢኹም ንዑ ሓቂ ኣለኒ ክምጉት ሓሞት ኣለኒ ክዛረብ ዝብል ሰብ ይምጻእ ንማጎት ንዘራረብ ዕድል ክበኩም ቅድሚ ምኻደይ እስከ ቁሩብ ሓደ ፍርቂ ሰዓት ኣለኒ ግዜ ዕድል ክበኩም ክትኣትዉ ትደልዩ ስለዱለይ ክትዘራረቡ ትደልዩ ቪድዮኹም ከፊትኩም ብስነ ስርዓት ሓሳብካ ክትገልጽ ትደሊ